ኣየ ክልተ ሓደ ኣካልኩም ቀሻም ዕደ ምደ ፈኸራኹም ዘሰንብደ ደንበር ሩባን ዘይለመደ ንዓዘር እናወዓልካ ደዩ ስወደ ክብሊ ጉዳ ከይረኽበኩም ዝዓበደ መስሓቕ ዓዲ ኮይንኹም ዝገደደ እምበር ናይ ጸጋሽሲ ሽምግልና እኳ ምስ ተሰደ ውላዱ ክንስዕም ናይ ዝተወልደ ናይ ሚሉ ሕስኺ ዘረባ ዘረባ ዘረባ ኣብዚሕካ ኦኬ ስቕ በለ ኦኬ ሕጂ ኣነ መድሃኒ ሓወይ ጠፊኡ ሓሪቐ ኣለኹ ሕጂ ማሰ ገለ ምባል ግደፊ ኦኬ። እሞ ማሰ ምባል ትጸልኦ እንተኾንካ ደኣ ሕጂ ሰ ኮሜድያን ትኾኒ መድሃኒ ሓወይ ኮሜድያን ይኸውን ንዓይ ተስሕቕኒ ኦኬ ኦኺ። ያ ሰብ ተስሕቒ ብዙሕ ትዛረቢ ትዛረቢ ሽዑ ብእንግሊሽ ሰብ እንታይ ይብሉኺ እ ሚሉ ኮሜድያን ኮይና ይብሉ መድሃኒየ ኮሜድያን ይብሉ ኦኬ ኮሜዲ ኮሜድያን መስሓቕ ማለት እዩ ሚሊ ኦኬ ዋይ ከም ሰንደይ ጽርሃ ማለት ኮይ ሰንደይ ጽርሃ ከተስሕቕ ጉዳም እያ ከም ኣቦይ ከኣ ኣቦይ ከ ከስሕቕ ጉዳም No no ሚሉ ኣቦይ ኣየስሕቕን'ዩ ኣየስሕቕን'ዩ ok ኣያ ከሰተ ኣየስሕቕን'ዩ ንስኺ ተስሕቒ መድሃኔ ሓወይ የስሕቕ ንስኹም ታይ ትበሃሉ ኮሜድያን ትበሃሉ ንስኹም። በል ኮመዲ ኢልካ ጸዋዕኒ ከስሕቐካ ዶ ውዕለ ኣለኹ ንሳንዳይ ጽረኻ ከይደ ከኣ ሳንዳይ ኮመዲ ክብለኒ። No ሕጂ ሚሉ እንታይ ደሊኺ መጺኺ ok እንታይ ኮንኪ? ንዓኻን ነቲ ኮመዲ ሓውናን ክረኽቦ ብርሃነ ሰብኣይ ኣስገረት መጺኡ ኣሎ። ኦኬ ብርሃነ ሓወይ መፅኡ ሳርፕራይዝ ጌርኪ ኦኬ ስጉድ ፅቡቅ በቃ ሕጂ እንታይ ንገብር ናይ ፀጋይ ሓንሳብ ንፀንሕ ኦኬ ናይ ፀጋይ ንገርፎ ምስ ብርሃነ ሓወይ ኬድና ንስሕቅ ንፃወት ንዕልል ኦኬ ኦኬ የሚሉ ሽዑ ፀጋ ሓፍተይ እንታይ ኢላትኒ ነይራ ንዓይ ጨሓም እዩ ፅቡቅ እዩ ኢላትኒ ሓቃ እያ ብርሃነ ዳ ከም ዕትሮ ሳንዳይ ፅራህ ተኮድጩ እናወዓለ ኣስገደት ኣስገደት ምባል ጥራይ እዩ ዝፈልጥ ስማዕ የሴፍ ሓወይ ንመድሃኒ ሓወይ መድሃኒ ሓወይ ኢልካ ከይትፅውዖ ኢኻ መድሃኔ ኮመዲ በሎ ኢኻ ኦኬ ኦኬ ከምኡ ይብሎ ኦኬ ወዲ ሃንስ ኢኻ መድሃኔ ወዲ መስሓቅ ኮመዲ መልክዕኻ ጽሕዲ ኳና እንዳሓሰር ትውዕል ከም ኣብዲ መለይ መለይ ትብል ከም ኣብዲ መስሓቅ ኮንካ መዛረብ ዓዲ ንስኻ ዶ ትቑዝም ኣብ መንገዲ እንተደለኻ ጥሪ ተቋጽር ፍለ ነዲ ጸጋይ እናበልካ ኣይትሕመም ከብዲ መለይ እንተኸደት መለይ እንድያ ትመጽእ ግዲ ኣሃሃሃ ጉድ ጉድ ጉድ ሕጂ ንእናይ ንበርሃነ ንረኽቦ